ሰላም ዝኸበርኩም ተኻታተልትና ዶክተር ኣቤል እባሃል ካብ ኢስት ኣፍሪካ መዲካል ሰንተር ካምፓላማ ንሎሚ ሒዝናዮ መፂና ዘለና መደብ ከምዚ ኩልና ንፈልጦ ኣብዚ ቀረባ እዋን ኣብ ዝሓለፈ ክልተ ሰለስተ ኣዋርሕ ልዕል ዝበለ መጠን ተርእዮ ናይ ኢንፍሉዌንዛ ማለት እዚ ኢንፍሉዌንዛ ወይ ድማ ሲዝናል ኢንፍሉዌንዛ ኢልና ንፅውዖ ዝተፈላለዩ ዓይነት ምልክታት ገይሩ ብብዝሒ ክረኣ ቀኒዩ ኣሎ ማለት እዩ እቲ ዝገብሮ ቀንዲ ምልክታት መጀመርታ ኣታን ወፃእን ዝኾነ ረስኒ ብርቱዕ ቃንዛ ርእሲ፣ ጸረርታ፣ ድሩቕ ሰዓል፣ ቀጨውጨው፣ ሸውሃት ምጉዳል ንዑን ዝመሰለን ዝተፈላለየ ኣድካሚ ዝኾነ ምልክታትን የርእየና ማለት እዩ። እዚ ምልክታት ዝያዳ ኣብ ትሕቲ ሓሙሽተ ዝዕድሚኦም ቆልዑት ዝያዳ እኳ ዝረኣ እንተኾነ ኣብ ተማሃሮ ካብኡ ሓሊፉ ድማ ኣብ ልዕሊ ስሳ ዝዕድሚኦም ወይ ድማ ዝኾነ ሕዱር ሕማም ዘለዎም ክረኣ ይከኣል እዩ ማለት እዩ። ንኣብነት ከም ሽኮርያን ካልእ ን ናይ ምክልኻል ዓቕሚ ዘጉድል ሕማማት ዘለዎም ሰባት ብኸፊል እዩ ይረኣ። እዚ ኢንፍሉዌንዛ እዚ ዝያዳ ዝረኣየሉ እዋናት ብፍላይ ኣብዚ ዘለናዮ ከተማ ካምፓላ ዩጋንዳ ከም ንፈልጦ ክልተ ናይ እዋናት ወቕቲ ናይ ዝናብ ስለ ዘለዎ እቲ ቀዳማይ ዝያዳ ኣብ ካብ ወርሒ ክልተ ካብ ለካቲት ክሳዕ ሰነ ዘሎ እቲ ካልኣይ ድማ ካብ ወርሒ ሸሞንተ ክሳዕ ወርሒ ዓሰርተ ጥቅምቲ ስካዕ ዘሎ እዩ ዝረኣ ማለት እዩ። ኣብዚ ድማ ብብዝሒ ማይ ዝናብ ስለ ዝርከብ እቲ ዝህሉ ጠሊ ነቲ ቫይረስ ዝያዳ ብምትሕልላፍ ወይ ድማ ዝያዳ ንኸሕምም ዕድል ይኸፍተሉ ኣሎ ማለት እዩ። እዚ ኢንፍሉዌንዛ ኣብ ዝተፈላለዩ ክፋላት ዓለማት ንቡር ሕማም እዩ። ብኸምኡ ምኽንያት ድማ ናቱ ክታበት ኣለዎ ማለት እዩ። ሓደ ካብቲ መከላኸሊ ናይዚ ሕማም እዚ ክታበት ክኸውን ከሎ እቲ ዝተረፈ ግና እቲ ሕማም እቲ ካብ ሰለስተ ንኣርባዕተ ወይ ድማ ካብ ሳልስቲ ክሳዕ ሓሙሽተ መዓልቲ ጥራይ እዩ ክጸንሕ ዝኽእል። ስለዚ ከምኡ ምስ ወድኣ ክገድፈካ ይኽእል እዩ። ኣብዚ እዋን እዚ ግን ኣብዘን ሰለስተ ክሳዕ ሓሙሽተ መዓልታት ዘለዋ ግን ብርቱዕ ዝኾነ ረስኒ፣ ቃንዛ ርእሲ ስለ ዘለና እንተተኻኢሉ ብዝተኻእለ መጠን ናብ ሕክምና መጺእና ክንረኣ ይግባእ። እንተዘይኮይኑ ግና ቃንዛ ናይ ቃንዛ ብምውሳድ ወይ ድማ ነቲ ጸረርታት ደው ከብል ዝኽእል፣ ነዚኦም ኣንቲ ሂስታማይንስ ንብሎም ከምኡ ብምውሳድ ፈሰስቲ ምዉቕ ዝኾኑ ፈሰስቲ ሃፋ ኣብ ገዛና ድማ እዚ ስቲም ኢንሃሌሽን ንብሎ ከምኡታት ብምውሳድ ክንከላኸሎን ክንሕከምን ነብስና ክንሕክምን ንኽእል ማለት እዩ። ስለዚ እዚ ሲዝናል ኢንፍሉዌንዛ ወይ ድማ ብንቡር ኣጸዋውዓ ድማ ጉንፋዕ ኢልና ንጽውዖ ዓይነት ሕማም፣ እቲ ኣመሓላልፍኡ ከም እንርእዮ ዘለና ከም ክንሰምዖ ዝጸናሕና'ዩ። ዝያዳ ድማ ኣዋርሕ ናይ ዝናብ ብኸፊል ወይ ብብዝሒ ክረኣ ይከኣል እዩ። ስለዚ ከምዚ ዓይነት ምልክታት ዘለዎ ሰብ ብዝተኻለ መጠን ተቐላጢፉ ናብ ሕክምና መጺኡ ነብሱ ክመርምር ይግባእ ማለት እዩ። ምኽንያቱ እቲ ዓይነት ምልክታት እቲ ቃንዛ ዝበልናዮ ቃንዛ ርእሲ፣ ረስኒ፣ ቀጨውጨው፣ ኢንፍሉዌንዛ ወይ ድማ ጉንፋዕ ጥራይ ክኾን ኣይክእልን እዩ። ምኽንያቱ ካልእ ተወሳኺ ሕማም እውን ክህሉ ይኽእል እዩ፣ ንኣብነት ከም በዓል ዓሶ። ስለዚ ብዝተኻለ መጠን እቲ ሕሙም ናብ ሕክምና ብምቕራብ ኣብ ዶክተር መጺኡ ክምርመር ይግባእ። ነዚ ዘብለና ዘሎ ምኽንያት ድማ ብዙሓት ሰባት ኢንፍሉዌንዛ፣ ሰዓል፣ መሲላቶም ኣብ ገዝኦም ንነዊሕ እዋናት ከም ዓሶ ዝኣመሰለ ሕማማት፣ ቀተልቲ ዝኾኑ ሕማማት ኮፍ ኢሎም ልዕሊ ሰሙን ዝኸፉ ዝበሉ ሰባት ኣለዉ። ስለዚ ዳሕራይ ናብ ሕክምና ኣብ ዝመጻኻሉ ድማ ክትሕከሞ ኣዝዩ ኣሸጋሪ ክኸውን ስለ ዝኽእል። ብዝተገብረ ምርመራታት ኢንፍሉዌንዛ ምዃኑ ወይ ድማ ጉንፋዕ ምዃኑ እንተተፈሊጡ ከመይ ጌርናኸ ንሕከሞ ማለት እዩ። እቲ ኣገባብ ኣተሓኻኽማ ሲምፕቶማቲክ ትሪትመንት ኢልና ንጽውዖ ንሕና ምልክታት ጥራይ ኢና ንሕክም። ነቲ ምልክታት ምኽንያቱ ዳይረክትሊ ነቲ ኢንፍሉዌንዛ ቫይረስ ንዑ ዝኸውን መድሃኒት፣ ስለ ዘየለ እቲ ዘሎ ነቲ ምልክታት እዩ። ንኣብነት ናይ ቃንዛን ናይ ረስንን መድሃኒታት ምውሳድ ከም በዓል ፓናዶል ንዑ ዝመሰሉ ነገራት ንዑ ነቲ ጸረርታ ደው ዘብሉ ኣንቲ ሳማይንስ ኢልና ንጽውዖም ከምኡም ንኣኦም ዝመሰሉ መድሃኒታት ምውሳድ ካልእ ድማ እቲ ሰብ ኣብ ገዝኡ ከይዱ ውዑይ ነገር ምስታይ ሃፋ፣ ማይ ምዕጣን ከምኡ ዝኣመሰለ ብምግባር ነቲ ሕማም እቲ ክንፍወሶ ንኽእል ማለት እዩ። ከምቲ ኣቐዲመ ዝጠቐስክዎ ግና ሕማም ኢንፍሉዌንዛ ካብ ሳልስቲ ስጋዕ ሓሙሽተ መዓልቲ ዝጸንሕ ጥራይ እዩ፣ ካብኡ ዝሓልፍ ኣይኮነን። ኣብዚ ግን ክርሳዕ ዘይብሉ ዝኾነ ሕዱር ሕማም ዘለዎ ከም በዓል ኣዝማ ዘለዎም ሰባት በዚ ምኽንያት ናይ ሰዓል ወይ ድማ ጉንፋዕ ኣምሲሉ ብሮንክያል ኣዝማ ኣታክ ኢልና ንጽውዖ፣ ሕጽረት እስትንፋስ፣ ብርቱዕ ሕጽረት እስትንፋስን ሰዓልን ክገብረሎም ይኽእል እዩ። ስለዚ እዚኦም ኣዝማ ዘለዎም ሰባት ብዝተኻለ መጠን ክጥንቀቑ ይግባእ ማለት እዩ። ኣብ ልዕሊኡ ድማ እዚኦም ሄይ ፊቨር ዘለዎም ወይ ድማ ኣለርጂክ ራይናይትስ ኢልና ንጽውዖ ዘለዎም ሰባት ድማ ብቐዳምነት ከጥቅዖም ስለ ዝኽእል ብዝተኻለ መጠን ክጥንቀቑ ይግብኦም። ከምኡ ዓይነት ምልክታት ምስ ዝረኣዮም ድማ ተቐላጢፎም ናብ ሕክምና ብምጽባእ ኣብቲ ናይ ህጹጽ ሓገዝ ወይ ድማ ናይ ኢመርጀንሲ ሳፖርት ክረኽቡ ይኽእሉ ማለት እዩ። እዚ ሎማዕንቲ እንገብሮ ዘለና መግለጺ ኢስት ኣፍሪካ መዲካል ሰንተር እንዴባ ብራንች ከባቢ እንዴባ ፖስት ባንክ ዝርከብ ኮይኑ ኣብ ማሳካ ሮድ ብራንች ናይ ኢስት ኣፍሪካ እዩ ማለት እዩ።